ደስ ስለለኒ ምን ነገር ሎም ዓንት እንደገና ሪያክት ገረልና ተባሂሉ ተሰደደልና ቪድዮ እኒኦ ዳንኤል ግርማይ ኣይ ቲንክ ስደት ዝብል ሚውዚክ ሪያክት ንገብር ኢና ማለት እዩ ቅድሚኡ ግን ቅድሚኡ ኣራብ ሜሽን ኩለኹም ኮሜንት ፅሕፉለይ ምናምን ሰባት ለለኹም ኢንስታግራም ዴም ምናምን ትሰዱለይ ኩለኹም ለለኹም ኮሜንት ቪድዮ ምናምን ሜንሽን ትገብሩን ሰባት ቴንክ ዩ ካብ ኩሉ ካብ ኩሉ እዛ ሓንቲ ቪድዮ ና ሳከራይኩምን ኣብ ቪድዮ

How? I don't know እዚ ፖይንት ሓሊፍኒዮ እዚ መልእኽቲ I don't know ክልቲኦም እና ሳይዶ ኒዮ ሕማቕ ነገር ግበርለካ ኒዮ ሕማቕ ኮሜንት ጸሓፍለካ ኒዮ ጽቡቕ ኮሜንት ጸሓፍለካ ኒዮ እዛ ሕማቕ ግበርለካ ኒዮ ጽቡቕ ግበርለካ ኒዮ ክልቲኦም ሳይዳት እዮም ደዋግዑ ኣለዉ ታይፕ ሺት ሆም ነገርዋ

ስቶሪ ቴሊንግ ተኣቲና ኪንግ ቫን ነገር ናይ ኪንግ ቫን ደርፊ ልምቸይ ክምታ ኣለኹም ትፈልጡ ኢኹም ና ዝኾነ ጌንግስታ ዝኾነ ስቶሪታት ይብሉ ነገር ከምዚ ገይረ ከምዚ መፂና ብምሸት እንደዚ ብዝኸድና ቃጡ ሹት ገይርና ታይፕ ሽት ና ኦብላክ ፋን ተሃሊኹም ኦብስሊ ክምቸይኩም እዩ እዚ ብድሕሪት ዓዶም ዝልኢሉ ከምኩም

Shit. Wait, wait. ሕውሳት ስምዒት ኣሮ ነው ክሓዚ እንዲ ስደት ይሉ ዘርፍ ሞስ እንታይ እዩ ኒውዝ ፖይንት ስደት ሲ ኣዛ ጎረኩም እዩ ምናምን ምናምን እናሱ ኢልኩም ሃለሉ ቤት ብሉ ጥዑይ ላይፍ ነበሩ ታይፕ ሽት መስለኒ ዋ ኣብ ግን ኣብዚ መጀመርያ ስትሪፕ ክለብ ርኤ ካብኡ ናይ ጌንግ ቫዮለንስ ምናምን ነገር ርኤ ምናምን ብዚ ክሊፕ ረክዐ እያ ኣብኡ ጠቕላላ ናዚ ክሊፕ ስምዒት እንተልኩምኒ ረክዐ ክለኩም ካብ ሓዚ ነብላዕሊ ደስ ኢልኒ እዚ ክሊፕ ክለኩም ደርፊ ኦቨሮል ፋዘር ሻታ ዝኾኑ ደርፊ እዮም ሰሪሖም ብናይ ኦፒኒን ኣይትናድዱ ርግዕ ርግዕ መሬት ሓዙ ዓው ኢልካ እውን ተምፅኦም እኮ የብልካን ማለት ሕዝቢ ክተብሎ ከለካ ዓው ኢልካስ ምንም ዝፍጠር ተኣምር እውን የለን ስለዚ ሓወይ መሬት ሓዝ ተረጋጋዕ ብቻ ፋዘር ሓሪፍ ሚዚክ ቪድዮ ሰሪሖም ኳሊቲ ሌሎ ስቶሪኦምለ በቃ መሲጥኒ ኣነ ስቶሪ መሲጥኒ ፐርሰናሊ በቃ እዚ ስቶሪስ ተመሲጠ ይሰሚዐዮ እዚ ከምዚ ና ቱርኪ ማፍያ መፅኦም በቃ ድሕሪኦም ከምዚ ጋንሻት ከምዚ ክንጉፉ ዘሊሉ ኣንክል መፅኡ ዓፃፂዶም ገለገለ ኢሉና በዚ ስቶሪ ተመሲጥና ኢና ደራርፎ ሳክት እዩ እዚ ሓሳብ ከ ብጣዕሚ ሓሪፍ ሚዚክ ቪድዮ ከ

ናቲና ትሽዓተ ሚእቲ ሽሕ ተጥቀመ ዋላ ኣይሃሊ ናይና ቋንቋ ንሰምዕካ ይህሊ ግን ይኾን ኮይታ ኣሮን ኣሮን ትምህርቲ ወዲቀ እያ ጎዝ ይኾን ታይፕሺት ንስኹም ሃምና ኩሉ ግዜ ኣብ ኮሜንት ጸሓፉለይ ንርእዩና ዝኾነ ሓድሽ ነገር ታሉለ ሜንሽን ጎርኒ ዳኸለይ ናብ ኩሉ ሶሻል ሚዲያ ቀጻሊ ብሓሪፍ ዕደለ ቪዲዮስ ከዓ ንጋና ደቂ ዓበይቲ ዋንከይ መዲና ንጋን ንኾን ተደኾን ለችግሬውሊ ቀሲድና ንሞለኢና ብሓሪፍ ቪድዮ እስካዕ ንገ ንቐጻሊ ደቂ ዓበይቲ